እቲ ኣንዓንተ ወይ እቲ ስኻ ትማል ተዛረብካዮ መልሲ ሂቦለይ መልሲ ሂቦሉሲ ዕዮ ገዛኻ ተዋሂብካ እቲ ናተይ ዕዮ ገዛስ ዋይ ክትምልሶ ዘይትኽእል ዘይትምልሶ ኣብዚ ዝሓለፈ ናይ ቲክቶክሲ እንታይ ኢኻ ጌርካ ዝገበርካዮ ነገር የላን ወላ ሓንቲ ኣይገበርካን። ያዕ ሓንቲ ክገብራ ትኽእል ባንዴራ ኣልዒለ ተዛሪበ ኣቢለ እዚዳ ኩላትና ንገብሮ ኣነ ይገብሮ ኢልካዮ ደጋጊመልካዮ ብኣካል ድዩ ብተግባር ድዩ ዝገበርካዮ ነገር ግን ኣቕርብ ተባሂልካ ከም ፕሩፍ ከም ጭብጢስ ኣቕርብ ተባሂልካ የላን በቃ ኣብቲ ውልቀ ሰብ ከም ዝሰርሕ ከም ዝገብር ከም ዝገለመለ ብዛዕባ መልክዕ ብዛዕባ ገለ ገለመለ ገለ እዚ ናይ ተፈጥሮ ኣምላኽ እዩ ኣነ ጽቡቕ ይኹን ስኻ ልዕለይ ይጸብቕ ክፋእ ገለ እዚ ኣነ ዓጀው ናይ መወዳእታ ግርማት ሕጂ ኣነ ክድውል ከለኹ ከምዚ ዶ ከምዚ ናይ ሓገዝ ዶ ከምዚ ኣጀንዳ ዶ ከምዚ ጉዳይ ኣይኮነ ወድሾቕ ኣነ ክሕግዝ ዝኽእል ተኾይነ ወይ ድማ ኣነ ኣብቲ ተሳክት ኣብ ድኾነ ነገር ዘየለኹ ከሎ ክሓግዘን ገለ ዝብለኒ እምበር ብዙ ጤሕኩም ከምዚ ናትኩም ናብ ምምፃእ ገለ ክህበልና እዩ ኣብ ከምኡ እየ ኣለኹ ንኣነ ገለ ማለት እዩ ሕጂ መቸም ሽምኩም ፅዋዕ ኣይትገዱልና ሰው ናብታ ጉዳይ ክምለስ ገለ ማለት ጋይሰ ሕቶና ኣይተመለሰን። ስለምንታይ እዩ ሕቶና ክምለስ ዘይክእል ዘሎ ጋይስ? ክልተ ብ ሓግዘና እንታይ ክሓግዝ ኣነ ሕቶ ሓቲተ ሲምፕል ሕቶ ሓቲተ ናተይ ሕቶ ሲ ኣብ ቲክቶክ እንታይ ኢኻ ጌርካ ዝገበርካያ ነገር ተላሲ ኣርእየና ከምዚ ከምዚ ሓንቲ ነገር ክርዳኣና ዘለዎ ጋይስ ማለት እዩ ሓንቲ ነገር ክርድኣና ዘለዎ ኣነ ንሓደ ተባዕ ጸላኢ ወይ ድማ ኣብቲ መትከሉ ኣብቲ ዝድገብሮ ነገራት more respect ኣለኒ ወላ ይደግፎ ግን ትሪኢ ከገር ማለት እዩ እቲ ናተይን ናትካን ፍልልይ ግን ከርእየካ ከይርድኣካ ማለት እዩ ንስኻ ኣብ ክልተ ሽሕን ዒስራን ሓዘን ክልተ ሽሕን ዒስራን ዒስራን ገለ ዓሰርተ ትሽዓተ ኢኻ ቲክቶክ ጀሚረ ገለ ትብል ማለት እዩ እቲ ዘሕዝነካ ነገር ከኣ ንስኻ ክልተ ሽሕን ዓሰርተ ትሽዓተን ወይ ድማ ክልተ ሽሕን ዕስራን ቲክቶክ ክትጅምሮ ከለኻ ምስቲኦም ካብ መትከልና ወጻእቲ ሰባት ኢኻ ጌም ኣቲኻ ትጻወት ወይ ድማ ከምዚዶ ገለ ገለ ቦርዓራዕ ዘበለ ኪኖ ዘቸገ ከምዚኖ ገለ ትብል ኔርካ ማለት እዩ። በንጻሩ ንሕና ግን ክልተ ሽሕን ዕስራን ክልተ ሽሕን ዕስራን ሓደ ዝመጻና ከይድና ብድፍረት ብትብዓት ንሕና ንኣምነሉ ዕላማ ከይድና ኣብ ገዝኦም ከይድና ንካትዖም ዝነበርና ሰባት ኢና ማለት እዩ። ብኹሉ ብዝኾነ ዓይነት መለክዒ እስኪ ክትቅድመኒ ትኽእል ዲኻ ገለ ገለ ኣይትበል። ወርሓት ዝገበርካዮስ የለን ማለት የለን ተሓጊርካ ክንደይ ዝነገረ ናይ ቅድሚ ሕጂ ቪድዮታትካ ገለ ዝርግሑ ዝርግሑ ወለ ገለ ሰምዖ ኣለኹ በቃ ኣነ ጥራይ ዘላትካ ኣነ እኳ ከምዚ እስኻ እኳ ከምዚ ዋእ ኣነ እኳ ከምዚ እዚኣ ጥራይ እያ እዚኣ ርኣ እዚኣ ኣስተማቕራ እዚኣ ጽቡቅ ጌርካ ኣስተማቕራ ኪድ ቪድዮ ርኣ ቪድዮ ርኣ ማለት እዩ ንስኻ ምስ ጆን ብላክ ኣብ ላይፍ ኣቲኻ ብዛዕባ ዘመለኪኖ ብዛዕባ ዘንብረት ገለገለ ክዛረብ ከለኻ ኣነ በንጻሩ ማለት እዩ እቲ ዝኣምነሉ ዕላማ ኣብ ጉዝኡ ኣትየ ብሓሳባት ይምክት ነይረ ማለት እዩ so ታይ ዘራኽብ ኣለና ሕጂ ኣነን ንስኻን ብምንታይ ክንራኽብ ንኽእል ነዚ ሕቶ እዚ ስለ ዝሓተትኩኻሲ ናበይ ከድካ ብዛዕባ ጽባቐ ብዛዕባ ቁመት ብዛዕባ ማኪና ብዛዕባ ስድራ ብዛዕባ ስራሕ ብዛዕባ ሂወተይ ገለመለ ታይ ዘራኽብ ኣለዎ እዚ እዚ ምስ ዕላማ ታይ ዘራኽብ ኣለዎ ዋእ ንዕላማ ጉዳይ ትፈልጦ ዲኻ? ንሓንቲ ሃገር እኮ በዝኻ ዝጸዋዕኻዮ ደረጃታት ኣይኮነን ዋጋ ዝኽፈላ። ቀያሕትን ጸለምትን ዕምባባታትን ነዋሕትን ሓጸርትን እዮም ዝኽፈልዋ ማለት እዩ። በዝኻ ዝጠቐስካዮ ነገራት ኣይኮነን ዝኽፈል። እዚ ናይ ውልቀ ሰብ እዩ። ናይ ውልቀ ሰብ ኣብ ውልቀኻ ትገብሮ ነገር እዩ። እምበር መዓረይ ኣይገበርካን። ንስኻስ ኣብ ቲክቶክስ ወላ ሓንቲ ዘበልካዮ ዓይነት ነገር የለን። ትማሊ ኢኻ መጺኻ ናተይ ከምዚ ኢኻ፣ ናተይ ኩርኩር ኢኻ፣ ናተይ ከምዚ ኢኻ ገለ ገለ። እህ ኩርኩር እኮ ይመሃር እዩ ተረዲእካ ዶ ኩርኩርሲ ይመሃር እንታይ ኢኻ ምሂርካ ንስኻ እንተ ኩርኩረቶ እዩ ገለገለ ትበላ ከኾንካሲ እንታይ ኢኻ ምሂርካና ኣብታ ላይፍ ኣቲኻ ትጻወት ኔርካ ጌም ጌምሲ ላይፍ ኣቲኻ ምስቲኦም ናይ መትከል ፍልልይ ኣለና ንብሎም ገለሲ ኣቲኻ ጌም ትጻወት ኔርካ ሓርጭ ትልከ ኔርካ ኣርባዕተ ኣርባዕተ ነጥቢ ካልእ እንታይ ሃላትካ ንሕና ግን ብተግባር ብስሚዒት ብሓሳብ ከይድና ኣብ ገዛ ንምክት ንካታዕ ኩሉ እዚ ኔርና ማለት እዩ so እዚ ጌረ እዚ ጌረ ኣይትበል እንደገና ናይ ብሓቂ ኣነ ንሰብ በቲ ዝገበረኒ በቲ ገለገለ እምበር ዝጸልኦ ዘይናቱ ምጽኤ ክዛረበሉ ወይ ድማ ስለ ዝጸላእክዎ ስለ ምስቲ ናተይ ሓሳብ ስለ ዘይተሰማምዐ ከጸልሞ እዚኣ ኣብ ሂወተይ ክገብራ ዘይደሊ እያ ማለት እዩ። ክንደይ ኣሎ እኮ ጸላእቲ ክንደይ እኮ ልዕሊ በዓል ውፉይ ልዕሊ በዓይል ሰልጠነ ልዕሊ በዓል ገለ ገለ ዶ ኣንጻርና ኣለዉ ኢኖም ኣብዚ ኢሳያስ ኢሳን ኣርባዕተ ትዓል ክምሰሉ ንውዕል ግን ብጸለመ ዝኾነ ነገር ብዛዕባኦም ተዛሪቡ ኣይፈልጥን ሰሑ ደኣን ከመይ ገይረ ብዛዕባ ካብ ጸለመ ክዛረብ ደኣሞ ንስኻ ብውሽጢ ደው ኢልካሲ ኣይ ሪከርድ ገለ ገለ ከገለ ይብልን ኣይገበርኩም ግን እታ መዓልቲ ተባእስናላ መዓልቲ ብወስ ብ ኢንስታግራም ዝደወልኪ ኣሎ ክንደይ ግዜ ኩራ ደው ኢልካ ክንደይ ግዜ ኩላ እዚኣ ብጸብጻብ ክርእየካ ክእል እየ ማለት እዩ ን ኣይደወልኩሉን ኣይረኸብክዎን ትብል ተኾንካ ብጭብጢ እዚኣ ክርእየካ እቲ እስኻ ዝበልካዮ ከማን ምሻል እካ ክትኣምነ ኣለካ ወይለካ እዩ እሞ ኢለካ ሰዋት ከውን ማዕልኮ መልሲ እዩ ሰዋት ንባዕላስ መልሲ ኣበቃ በቃ ኢልካ እንዳ ኢልካ ን ኣርባዕተ እዩ ግን ካብቲ እስኻ ዝበልካዮ ንክትሃድም ክትብል ከይትምሕል ተደኣ ሚሒልካ በቃ ኣሎ እንተ ሚሒልካ ተደኣ ኣታኣር ዘልኩኻ ሰብኣይ ኮንካ ምሓል ኣይከ ግን ኣይማሓልካን ከኣ ወይ ደኣ ዘይማሓልካ ደኣ ለንቀነ ግን ወላሂ ለዓዘብ ኣነ ደይኮንኩ ከምዚ ገበርኩ እንዶ ገለገለ ዶ ስጋታ ዝፈትዋ ዲለ ገይልካ ክትምሕል ቀኒኻ ምሽ ብዛዕባ እዚ እስኻ ኢኻ ኣይኮንካን ገለ ክንዛረብ ነበርና ብዛዕባ እታ ዝሓተትኩኻ ኣነ ብውሽጢሲ በቃ ፊሊ ኣነ ጽባሕ ንግሆ ዝኾነ ኣብ ኤርትራ ከይተ ተተኣሲረ የሕዋተይ ንዓኻ እዮም ክሓቱኻ ዶ ከምዚ ክገብሩኻ እዮም ዶ ገለ ዶ ገለ ዘልካ ልዕል ክንግበር ገለ ኢልካ እዚኣ ኻስ ጋዛ መስቀል ኢለ ምሒደ ከምኣ ከም ዝበልካኒ ኖ ኣነስ ኣይበልኩኻን ትብል ተኾንካ በቲ ስኻ ትኣምነሉ ማሕላ ምሓል ኢለካ ግን ኣይመሓልካን በቃ ከምቲ ኩሉ ግዜ ከምቲ ኣመልካ እታ ብድዐን እታ ጃህራን ኣላትካ በቃ ኣሎ ከምዚ በቃ ገለ ገለ እዚኣ ተዛሪብካ ወጺኻ እዚኣ ጸኒሓትኒ ኣብዚኣ ቲክቶክ ቁራጽ ዝመጸትን እዚኣ ጥራሕ ኣረ ወላ ሓንቲ ዝሰማዕኩልካ ናይ ሓሳብ ወይ ድማ ናይ ዘረባስ ኣይረኣኹልካን ማለት እዩ ሶ ኣይትመካሕ ትምኪሕት ምስ ኤርትራዊ ይከይድኒ እንድዒ ኣብ ካልእ ዜጋ ወይ ድማ ኣብ ካልእ ቦታ ፈትን ኣብኡ ክትነግስ ትኽእል ኢኻ ኣብኡ ድላይካ ክትገብር ትኽእል ኢኻ ንዓና ምስ ኤርትራውያን ግን ትምክሕትን ኣንነት ግን ምሳና ዝኸይድ የለን ገለ ማለት እዩ ኣሽንኳይ ንስኻ ኣብ ቲክቶክ ኮንካ ከም ማንም ሰብ ከም ማንም ሰብ ባንዴራ ኣንበልቢልካ ኣነ ኣንበልቢለ ወዲ ሓደ ዓመት ወዲ ዓሰርተ ዓመት ኩሉ ከም ማንም ኤርትራዊ ኣንበልቢልና ሓደ ኢና ማለት እዩ ተረዲካ ኣሎ ጎቦ ሳሕል ኣፍሪሶም ዝመጹ ከማን ከምዚ ጌርና ከምዚ ሰሪሕና ኢሎምሲ ብቐይኦምሲ ኣይተመክሑን ኣይተዘርቡን ማለት እዩ። ምስ ኤርትራዊ ንጣነት ኣይሰርሕን ተረዲካ ዶ እዚ ወሓጦ ናይ ብሓቂ እንተ ብዛዕባ ናይ ኤርትራ ስሚዒት ኣለካ ኮይኑሲ ሓዲ ኤርትራዊ እብለካ ኣለኩ ኣይኮነን ዶ ንስካ ኣብዚ ባንዴራ ኣንበልቢልካ ወይ ድማ ዝኮነ ጊፍት ዝተዋሂብካ ኣብቲ ስካ ዝነበርካዮ ዓዲ ሂቦም ገለ ስለ ዝሸለሙካ ንሱ ዝተዋሂብካ ኣይኮነንሲ እብለካ ኣለኩ ጎቦ ኣፍሪሶም ጸላእቲ ማሪኮም ክንደይ ቅያታት ታሪክ ጌሮምሲ ብዛዕቦም ኣይዛረቡን እዮም ከላ ጌርና በቃ ምዝቢልና ከምዚኣ ኔራ በቃ ተወዲኣ እዚኣ ታሪኮም ማለት so ወይ ናይ ኣቦኻ ትሕዝ ናይ ኣቦታትካ ታሪኽ ትሕዝ ወይ ድማ ኣይከኣልካን ከኣ ስቕ ኣስቅጥ በቃ ከም ትሰርሕ ከም ዘለኻ ከማን ክትፍለጥ የብልካን እንተ ትሰርሕ ኣለኻ ኮንካ እቲ ህዝቢ ክርእየካ እዩ እንታይ ትገብር ኣለኻ ዝኾነ ሰብ ከጸልመካ ምስ መጸ ሽዑ እሱ ይጣበቐልካ ወይ ድማ እሱ ይምስክረልካ ማለት እዩ ንዝገበረ ወይ ግበረሉ ወይ ንገረሉ እዩ ዝኾኑ እቲ ናትካ ግን ሲ በቃ ኣነ ትብል ኮንካ ኣነ ከምዚ ገይረ ኣነ ከምዚ ኣነ ከምዚ ገለ ገለ ኣነ ከምዚ ኣነ ከምዚ ማራ ሰብ ተጻዊርካ ስብ ማራ ሰብ ኣቢልካ ሕጂ ኢለካ ኢካ ሞተር ቲክቶክ ኢካ ተንኪፍካ ንዓይ ተተንኪፍካ ሰብ ክከታተለካ ክመጽ ዩ ሰብ ከብለካ መጽ ዩ ንካልእ ውን ተንክፍ ኣብ ቲክቶክ ሕጂ ብዙሓት ኣለዉ ብዙሓት ብዙሓት ኣለዉ ንዓካ ዝጸርፉካ ማእለያ ዘይብሎም ንዓካ ዝጻረፉካ ሰባት ኣለዉ ሽመይ ኣልዒልካሞ እባ ሽሞም ኣልዒልካሞ ተዛረብ ወይ ድማ ድኮነ ዓይነት ቪድዮ ስራሕ ሰብ ቁሊሕ ኣይብለካን ዩ ሰብ ሲ ትክልከለካ ነገር ማለት ታናተይ ግን ፊሊ እንታይ ተባሃለ ንፊሊ እንታይ ይብሎ ድሎ ንፊሊስ እንታይ ይብሎ ለዚ ጀልጋፍ ናበሉ ንዓኻ ንኽሪኡ ኺም ክመጹ ካልእስ ወላ ሓንቲ የብልካን ማለት እዩ ኣነ ሓንቲ ሕቶ ክሓተካ ካብ ጽባሕ ድዩ ወላ ካብ ድሕሪ ጽባሕ ገለ ገለ ብኣኻ ኣጀንዳ ከፊተ ገለ ትዛረብ ገለ ከይመስለካ ኣነ ካባኻ ሓንቲ ሕቶ ክሓትት ደሊ እቲኣ ብውሽጢ ዝመሓልካያ ኖእ ፊሊ ንተዓረቕ ኣነ ምስ ኮትኩ ተኣሲረ ንስኻ ተሓታቲኻ ኢልካ ተዛርብካያ ኣብ መጽሓፍ ቁዱስ ኣነ መጽሓፍ ቁዱሰይ ክምሕል ሳብቲ ናታ ቁርኣን ትምሕል እዚኣ ኣይበልክዋን ትብል ተኮንካ ኣብዚኣ ንምሓሓል ማለት እዩ እዚኣ ጥራሕ እዚኣ ጥራሕ ሓንቲ ቀዳመይቲ ሑቶይ እታ ካልኣይቲ ሑቶይ ኣብዚኣ ጭብጢ ብጭብጢ ኣብ ቲክቶክ እንታይ ጌርካ እንታይ ጌረ ንካታዕ ማለት እዩ ብጭብጥታት ሰብ ዝምስክረልካ ወይ ድማ ብጾትካ ኣብቲ መኽትኻ እትነብሮም ዓዲ ዝሙስኩርልካ ኣነ ከምዚ ጌረ ከምዚ ጌረ ኢሎምሲ ጀዲዳ ከምዚ ጌሩ ፊሊ ከምዚ ጌሩ ኢሎምኖም ዝሙስኩሩሲ ብጭብጥስ እዚኣ ክትካታዕ ተኾንካ ጽባሕ ሶኒ ዕረፍቲ እየ ሙሉእ መዓልቲ ገዛ ኣለኹ ክንራኸብ ንኽእል ኢና ኣብዚኣ ላይፍ ፊት ንፊት ማለት እዩ ካብዚ ብዝተረፈ ግን ብዛዕባ ጽባቐ ጓል ዲኻ ስኻ በዓል ረዩኒ ከምዚ ግልግል ኣታ ቁሩብ ብዛዕባ ጽባቐ ብዛዕባ ሓሳብ ክንግደፎ ብዛዕባ ኣንነትን ብዛዕባ ትምክሕትን ግደፎ ብዛዕባ ሓሳብ ተዛረብ ብዛዕባ ሓሳብ ማለት እዩ ያል ጋሕፍ እዚ ከማን ኣኸቢርናካ ገለ ከም ተገዲሰ ገለ ትዛረብ ከደለኹ ከይመስለካ ግን በቃ እቲ ሓቅነትካ እቲ ሓቅነት ናትካ መንነት ከላልየካ ስለ ደለኹ እየ ማለት እዩ እዚኣ ንክትውሕጣ ኢለ እምበር ካልእ ከምዚ ትረብሕ ሰብ ኮንካ ወይ ድማ ገዲስካ ንገለ ኣይኮንኩን ኣብዚ ኣነ ኣጀንዳ ከፊተ ብዛዕባኻ ክዛረብ እ ሕጂ ንሰ ንሰጉ ክትንክፋ ቀኒኻ ገለ ድሕሪ ሰጉ ገለ ናብዚ ገለ መጺኻ ገለ መለ ቁሩብሲ ትድሕዝነካ ነገር ትድሕዝነካ ነገር እዛ ጉዳይ ብኸመይ ጀሚራ ኩም የሕዋት ኣብዚ ዘለኹም ብኸመይ እዩ እዚ ሰብ እዚ ጠፊኡ ዝነበረ ሰብ መጺኡ ሕጂ ናተይ ሽምን ናይ ሰገን ሽምን ዘልዕሎ ዘሎ ተልኩም ከም ዝፍለጥ ኣብቲ ናይ ጎል ኣሉላ ኣካውንት ንዑጽ ኔርና ሓቀይ ዶ ኩላትና ንዑጽ ኔርና ሶ እቲ ፌክ ጀዲዳ ዝበሃል ዝነበረ ኣና ከም ሓቂ ንሱ እዩ መሲልና ጀዲዳ እዩ መሲልና ተረዲእካሉ ብኡ ተላሊናዮ ብኡ ውን ጽቡቅ ስራሕ ንሰርሕ ኔርና ክብት ስቲ ጽቡቅ ዝገበሩ ከኣ ክነመስግነልና ኣብ ላይቭ ምስ ኣተና መጽዩ ዳሕረይ በየን ደይ መጽእ ምጽእ ኢሉ ኖእ ኣነ ኣይኮንኩን ኣነ ከምዚ ኣይገበርኩን ኢሉ ዋእ እቲ ሰብ ሽዑ ደንጺዎ እንታይ ኣነ ኣይገበርኩ ንስኻ እምበር ኖእ ንስኻ ኢኻ ኣነ ኣይኮንኩን ንስኻ ኢኻ ኣይኮንኩን በዚ ክትዕ መጽዩ ሕጂ ነዚ ክትዕ ብሓሳብ ኢኻ ትስዕሮ እምበር ወይ ድማ ነቲ ብሓሳብ ኢኻ ተደቁሶ እምበር ናብ ጸድፊ ትበይና ተቀዳዲሙ ሽዑ ከም ምስ በለ ገለ በቃ ነቲ ሰብ ኣምጽዩ እሱ ከም ደይኮንኩ ምስ ኣረጋገጸ ሰባት ክጸድፍ ጀሚሩ ማለት እዩ። ካብኡ ሽዑ ምምቕቃልካ ናባይ መጺኡ። ስለዚ ንስኻ ኢኻ ተባሂልካ ኣነ ኣይኮንኩን ብጭ እተርኢ። ንስኻ ተዘይኮንካ ግን ነቲ ሰብ ጽቡቕ ጌርካ ትፈልጦ ኢኻ። ጽቡቕ ጌሩ ዕላማ ኣላካ። ምኽንያቱ ምስ በዓል ሰገን መባኣሲኻ ምኽንያት እንታይ እዩ? ንበዓል ሰገንስ እንታይ ኢኻ ትብለን? ኣነ ዘይኮንኩ ምስ ካልእ ሰብ ኣጸሊመናኒ። ሓደ ሰብ ከምዚ ዝሰርቕ ዝነበረ ሓደ ሰብ ጽባሕ ንግሆ። ኣጎ ኣብ ወድእን እናበለ ተመጢዩሲ ኣነ እኮ እንታይ ኮንኩ ሕተት ሽዑ ንዓይ ክተጸሉሙኒ እ ኣጀንዳ ባኣይ ክትከፍቱ ገይልካ ንምስባዕ ሰገን ተባኢስካ ኦኬ ጽቡቅ ጽቡቅ ከምኣ እንተኮንካ ከምኣ ኮንካ ተተባኢስካ ድኣ ስለምንታይ ድኣ ተዓሪካ ድኣ ሕጂ ምስቲ ሰብ ምስቲ ሰብ ብከመይ ድኣ ምስ ተቢልካ ማለት እዩ ተረዲካ ሕጂ ሲ እቲ ንስኻ ተዛረብካዮ ዘረባታት ኣይትገብሮና ብተግባር በዓል ሰገን ኣጸሊመናኒ በዓል ሰለም በዓል ሰገን ከምዚ ጌርናኒ ትብል ኔርካ ግምጥል ኢልካ ከኣ ሕጂ ኣይሰሙን ኣይሳልስቲ ንብዓት ሰገን ትሃርም ኣለኻ እሞ ምስኡ ኮንካ ነቲ ጸሊምን ፍለኖር ከስብላዕ ትሓቁፎ ዲኻ ስለዚ ሽጣራኻ ደውር ወድ ሸው ሽጣራኻስ ደውር ንዓ ኣባና ክትሽጥር ኣባና ክትሕረፍ ኣይትኽእልን ኢኻ ወድ ዓገ ኢኻ ዋእ ኢሉ ኣመስግነኒ ኸኣ ኣመስግነ ንፊልስ ኣመስግን ተረዲእካ ኣሎ ሰብ ኣምሲለኪ ንዓ ሪኢኹማ ዶ ነይ ለጌራ ኣብ ቅድሚ ኣምላኽ ብለካ ኣለኹ ኣነስ ኣነ እብለካ ኣለኩ ብጻየይ ክሳብ ዝኮነ ንብጻየይ የኩብሬ ምሳይ ተሎ ማለት እዩ ተደኣ ብናተይ ተንኮል ገለ መጽዩ ግን ጽባሕ ንግሆ ክግምጠ ስለ ዝክእል ነኪሰያ ክጸንሕ ኣለኒ ዝብል ኣነ ንብጻየይ የኩብሮ ደኣ እምበር ኣይኣምኖን እዩ የኩብሬ ክሳብ ምሳይ ዘሎ የኩብሮ ግን ጽባሕ ንግሆ ድኮነ ክከውን ስለ ድክእልካ ስኢልካ እውላትስ ዝገበሮ ድኮን ነገር ነኪስክያ ካትጸንሕ ማለት እዩ ሕጂ ድኣ ክንደይ ጌሩ ተማቂዙ ይፈልጥ ገለ ይፈልጥ ሕጂ ተማኣቂዙ መጺኡ ጽፍሩ ሰጊድዎ ይፈልጥ ምስ ጽፍሩ ገለ ብዚ ሓንሳብ ብገለን ብገለን ኣዩ ስራሓ ኮይነ ምኑ ስራሕ ምስ ጽፍርካ ደስ ትብል እግዜሪካ ሲኢንካ በቃ ከምዚ ኢሉ ኣቱ ገለ ውን መጺኡ ክልእ መስል በቃ በካዕ ዳሓር መጺኡ ገለ ዝኮነ ተልካዮ ሲ ኣደይ ትሙት እዚኦም ብውይ ዳሕ ብሎክ ሓንሳብ ምጽናሕ ጽናሕ ጽናሕ። እዚኣን ሕቶ እዚኤን ጥራሕ እዚኤን ሕቶ እዚኤን ወላ እቲ ኮመንት ክትጽሕፍሉ ከለኹም ወይ ድማ እንተ ከም ገለ ኢሉ እትኩም ሲሕብኩም እዚኤን ክልተ ሕቶ እዚኤን ጥራሕ ኢኹም ትሓትዎ ንፊሊ ብውሽጢ ደው ኢልካ እታ ተባእስና ለማዓት ኣሎ ክትሪኡ ኣነ ሕስወኩም እየ እታ ተባእስና ለማዓት ምሻላ እታ ቪድዮ ዝስራሕኹዋ ኣላ ሽዑ እቲ መዓልታት ዝደወለለይ መዓልታት ከዓ ክትሪእዎ ክትእሉ ኢኹም ክነውፅእ ኢና ማለት እዩ ምስ ግዜ ተራ ድኾነ ከም ፈሽከርከር ክብል ጀሚሩ ማለት እዩ እቲ ግዜ ርኡ ኣነ ሕጂ ተይከ እቲ ክዛረብ ከሎ ኣይሓዝኩዎን እታ ንምንታይ እሞ ከዛ ኣነ እቲ ኣገዳሲ ደይኮነን ግን ተዛረበኒ ክነግረካ ኣለኩ ን ከምዚኣ ኣይበልኩዎን ድብል ተኮይኑ ብመጽሓፍ ኣምሕሎ ኣነ ከኣ ብመጽሓፍ ክምሕል እየ እዚኣ እታ ቀዳመይቲ ሕቶ እያ እዚኣ ክምልሳ ተኮይኑ እታ ካልኣይቲ ከኣ ምስ ፊሊ ደዋድረካ ነገራት ብዛዕባ እዚ ናይ ሃገራውስ እንታይ እዩ ክትገልጸልና ትክእሎ ዝገበርካዮ ኣነ ከም ጀዲዳ ከምዚ ከምዚ ጌረ ከምዚ ጌረ ከምዚ ዋጋ ከፊለ ከምዚ ጌረ በዚ መለክዒታት ከኣ ንፊሊ ይበልጾ ኢልካ ትዛረብ ካብ ምጃህራ ሽዑ ትሓትት ፊሊ እንታይ ጌሩ ኢልካ ትሓትት ኣነ ከኣ እቲ ዝገበርኩ ከኣ ነግረካ ሽዑ በዚ መለክዕ መንዩ ጌሩ መን ዘይገበረ ክፍለጥ ማለትዩ። ከይኣተኣኻልካ ናይ ሎሚ መዓልቲ ዕዮ ገዛኻ ንፅባሕ ዝኸውን መልሲ ተቐሪብካ ዕድሌናኻ ማለት እዩ ሶ ባይ ዘ ወይ እዚኣ ትመስል ጋይሰይ መን ዳኣ ክብል ቲና ሕጂ ሰገን ትህሉ ዶ ንሰገን ክኾን ዝኽእል መሲልካ ወጢራ እያ ዘላ እምበር ስጋዕ እኔ እምበር እምበር ንዓኻ ተንኪፍዋ ነይሩ እንዲ በቃ ግድ ግድን እዩ ክዛረበላ ደሊ በቃ ግድን ብርር ብርር ኣነ ሰብ ውይ ንሰገን ሰብ ጌርካያ ንስኻ

ኣታ ፊልም ምርዳእ ቢኒ ኣብ ቅድሚ ኣምላኽ ዋላ ንዓ ምርዳእ ቢኒ ኣሎ
እንታይ ድዩ ቅድሚ ሕጂ ብዙሕ ነገራት እንዲሞ ክመልቕ ኣብ ቅድሚ ኣምላኽ ይተናኽፍና እዩ ዘሎ ምክንያቱ እንታይ ድዩ ዋላ ይትብለካ ኣለኹ ቅድሚ ሕጂ ከም ኣሕዋት መጠን ንስሕቕ ንፃወት ኔርና እሺ ቀደም ማለት እዩ ንሳ ከማን ተዓፅያ ንልሄም እየ ሂበያ ሓፍተይ እቲኣ ቲክቶክ ምሳኺ ዘላ ምሳኺ ኣላ ዶ ንሓፍተይ ሂበያ እናሃለት ምሳይ ሕጂ እሱ ደልዩ ዘሎ ካባይ ምስቲ ህዝቢ ብዙሕ ነገራት ኣነ ይፃረፍ ብልክዕ ኣብ ኮመንት ዝፀረፉ ንግብረ መልሲ ስለ ዝህብ ንዓይ ክሃርመኒ እሞ ምስቲ ህዝቢ ብዙሕ ነገራት ከጻልኣኒ ይደልዩ ማር ኦኬ ህዝቢ ባዕሉ ይርእይ ብስ ቲክቶክ ሰብ ፈቲኒ ኣይፈተኒ ናነ ጉዳይ ኣይኮነን ማለት እዩ ግን ናይ ጀዲዳ ትዕቢት ኣበይ ክተብጽሕያ ወላይቲ ኣይፈልጥን ኣነ ንጽልኦ ኣይኮናን ሓቂ ዘረባ በቲ ንሱ ዝገብሮ ግን ጽልኡኒ ብሓይሊ ሲ ያኒ ኣልዕሉኒ ብሓይሊ
ዘኩርንኻ ኣለዎ እምበር ዘኩርንኻ ኣለዎ እንታይ ናሞ ክንገብሮ እንታይ ኢና ክንገብሮ ወላዲተይ እዚኣ እዚ እዚኣ መረጃ እዚኣ ብለኩ ኣለኹ ኣንቲ እንታይ ድዩ እቲ ፀገም ፀገም ኮይኑ ዘሎ ሰጋዓይኒ ብሓሳብ ክንክተካከየልኒ ብሓሳብ ሲ ኣይምክትን ኣነ ብለኩለኹም ብሓሳብ ምስ ዝኾነ ላሽ ትበሃል ንዐን ዘይትሰማማዕ ኮንካ ትገድፋ ተረዲኩሎ ሕጅስ መባኣሰይ ምኽንያት እንታይ እዩ መዓረኽኒ ናብ ጸድፊ ገን ዝኺደሉ ትልክዮሲ በታ ትጀምር ትሪኢኻ ኢኻ ንስኻ ኢኻ ንስኻ ኣይኮንካን እዚኣ እኮ ኣነ ኣይንኩን በይ ከፍትዑ ተረዲኪ ስለዚ እዚ ኣሕኒ ይትረፍ እዚ ይትረፍ እዚ ይትረፍ ኣንታ ኣንነት እምበር እስኹምሲ ንዓይ ድሕሪ መጺኹም ኢኹም ኣነ ሰብ ገይርኩም ዶ በቃ ንዓይ ናትካ ተኸተልቲ ነይርኩም ዶ ክልተ ሽሕን ክንድዝን ከምቲ ናትኩም ፎሎወርስ ነይርና ዶ ገለ ገለ ገለ ታይ ትብል ኣለኻ ወዲ ሸቃ እንታይ እሞ ፍለወርስ ናይ ዝበዝሓካ እኮ ኣይኮነን ቀዳማይ ነገር ፍለ ሓወይ ወላዲተይ ፍለወርስ ናይ ዝበዝሓካ ኣይኮነን
ግን እዩ ደኣ ኣይደኖ ቅድሚ ኣምላኽ ግን ብኡ ከም ንዛረብ ይደልዩ ከም ንዛረብ ሃኣ ይገብረና ኣሎ ሕማም ከይህሉ ወላ ጠበቕ ከይህሉ ወፍቲ ሓንጎሉ ወላዲተ ንን ኣብ ቅድሚ ኣምላኸ
ኣይተርፍ ንደሓን ክነውፃ ኢና ውዒልና ሓዲርና እታ ጠበቕሲ እንተ ኔሙ እንታይ ገርና ንሕናሲ ኣሕዋት ኢና ገለስ ወላዲት የብለ ወላ ሕጂ ክትሓስቦ ከለካ ከቢድ እዩ ቅድሚ ኣምላክ ኣብዚ ናይ መተዓብይቲ ከይደ ወላዲት ይብለካ ኣለኩ ሙሉእ መዓልቲ ክሓስብ ውዕለ ኣብ ቅድሚ ኣምላክ ኣብ ቅድሚ ኣምላክ
እንታይ ከምዚ ጭንቀት ገይሩ ገለገለ ደልኪ ናይ ጭ- ጭንቀት ጥራይ ዘይኮነሲ ካብዚ ቲክቶክ ጠፊእዎ ስለ ዝነበረ ድዩ ንዓና እንዳልዓለ ክፀርፍ ድዩ ወላ እንታይ እዩ ምርዳእ ኣብኒ እታ መልሲ ንስያ ካልእ ወላ ሓንቲ የላን ሕጂ ንሕና ሓጠርና ሕቶ ሓቲና እንታይ ክትስጋዕ ኢኒ ንሕና ክልተ ሕቶና ንሓቶ ብፍላይ ናተይ ናተይ ውልቀ ሕቶ ማለት እዩ ሶከ ደሓን ክሳይ ከይኮነ ናበይ ግደፍዮ ክልተ ሕቶ ጥራይ ንሓቶ ስጋይ እታ ቀዳመይቲ ብውሽጢ ደዊልካ ንፊልስ ከምዚኣ ኢልካዮ ዶ ይበልካዮ እዚኣ መፅሓፍ ቅዱስ ትምሕላር ኣብ ቁርዓን ባቡናቱ ትምሕላር እዚኣ እዚኣ ናይ ብሓቂ ተቢዑ ወይ ድማ ኣይገበርኩን ኢሉ ድምሕል ተኮይኑ እዋእ እንድዒ ሽዑ ንፈርድ ከኣ ንሕና ወዲእና ንሕና ከኣ ገምጋም ንወስድ ሓንቲ እዚኣ እታ ካልኣይቲ ከኣ እቲ ምውዳእ እቲ ኣነ ኣነ ከምዚ ገይረ ድሕሪኹም መፂኹም ከምዚ ኢኹም ዶ ገሊኹም ዶ ዝብል ዘሎ እዚኣ ከ ብኸመይ ደረጃታት ኢኻ ካባና ትበልፅን እንታይ ኢኻ ጌርካ ዝብል ሕቶታት እንዳ እዚኣን ከኣ ወላ በቲ ናቱ ሰብ ናኣተወ ብናትና ሰብ ናኣተወ ናሓተተ በዚኣ ክንሕዞ ኢና ማለት እዩ ሕጂ እዚኣ ሕዞ እዚኣ እዚኣ ዘረባ እዚኣ ሰሚዕዋ እዩ ኣንተ ሰዲደሉ እዩ ቢሎጌ ቆሪጾም ኣብጺሖምሉ እዩ ወይን እዚኣ ደይምልሳ ስለምንታይ ከይመለሳ ሓሊፍዋ እዚኣ ኢልኩም ትሓስቡ ዶ ጋይስ ደይምልሳ ደኣ ሰው ብኣካል በዚኣ ፊት ንፊት ክሳብ ንራኸብ እዚኣ ካልኣይ ግዜ ኣብፅሑሉ ኢኹም ተመሊስዋ ፅቡቅ ኣይመልሳን ግን ተሓቁ ንፁር እዩ ማለት እዩ እዚኣ ሰጋዓኒ ስርዳሓንት ኣጆኺ እታ ትርዳያትኪ ኣታ ዕላማ ፀሪፉ ንዓኺ ስርሒ እሞ ፀርፊን ገለን ከፅርፈኪ ገለ ገለ እዩ ስኺ ኣብ ዝኾነ ናብ ሕብረተሰብ ገለ ገለ ዘፅርፍ ነገራት ከይብልክን እንተድኣ በዚ ዝኾነ ዘሎ ቀፂልዎ ግን እንታይ ትብለኺ ሓንቲ ከዓ ፀርፊ እንዲኮነሉ ሰብ በልተኪ ትድርጉሙ ኣሎ በቲ ንዑ ዝስምዑ ተፃራፊት እያ እሞ ክትፀርፈኒ ሽዑ ግብረ መልሲ ክምልስ ብዙሕ ነገራት ቶፒክ እንዳልዓለ ድምፃ ሕማቕ ኣላ እዩ ሰባት ሰለስተ ሽሕ ክልተ ሽሕ ኣርባዕተ ሽሕ ከምኡ እዩ ዝደሊ ንሱ ኣይነ ይፈልጠ ኣብ ቅድሚ ኣምላኽ እዩ ሶ ንሓደ ሰብ ካብ ሕማ ዋላ ነቲ ህዝቢ ንሕና ካብ ርእሱ ንሕሞምሲ ስለምንታይ ብኖርማል ኮነ ከነምፅኦ ንኽእል ኢና ክንስሕብ ክንፃት ፊልም ወላ ዲቴል ደቂ ኣብ ቅድሚ ኣምላኽ እዩ ከመይ ኣሰጋዒኒ ደሓን እታ ሕጂ ውን መልእኽቲ ሰዲድና ኣለና ነዚ ዝምልሶ መልእኽቲ ኣሎ ክንርኢ ኢና ሓቢርና ተዘይኮይኑ ጽባሕ ንግሆ ስራሕ እየ ኣለና ገዛ ምስ ተመለስኩ ገለ ቲክቶክ ብዛዕባ ውን ክንዛረብ ኢና ኣብዚኣ ቲክቶክ ተጠቢሱ ከማን ኣይጨንወና ናብ ቅድሚ ኣምላኽ ወላዲት እየ ደሓር ሃኒ ኣንቲ ቀዳመይቲ ክንህቦ ኣለና እቲኣ ሕቶ ማለት እዩ ንቲ ወዲ እንዳ ፈለጦ ማለት እዩ እንዳፈለጦ እዚ ኩሉ ነገራት ከምዘይፈለጠ መሲሉ ይመፅእ ዋይ ኣብ ልዕሊኡ ከዓኒ ኣወዳኣኒ እንዳበሎ ከማን ከይመፀክን ስለምንታይ እቲ ሕቶ ዝመፅእሲ ብዙሕ ነገራት እዩ ቅድሚ ኣምላክ ከምዚ ምሻሎ ከማን ኣሃዲሙ ስምዑ እንድስጋዒኒ እሞ ስለምንታይ ይሃድም ብዛዕባ ንእሽተይ እኮ ኣይኮነን ንሱ ወዲ ብዛዕባ ዕስራን ትሽዓተን ንክትዕረዪ ዓመትኳ እዩ። ከይዲ ብዛዕባኣ ንከይትካትዒ ብዛዕባኣ ንከይትዛረቢ ኢሉ እኮ ፀርፉካ ፀሪፉ እሳ ኣይትፃወሮ ወተገምጠል ነበር ካብ ሃንግሎሞ ዝፀረፍክዋ ንተገምጠል ያ ምፀረፍክዋ ሽዑ እሳ ካዓ ክፀርፈኒያ ገለ ናብ ከምዚ ሓሸውያት ናቲ ጉዳይ ክንሳ ኢና እሱ ጉዳይና ኣይኮነን ግን ሓንቲ ነገር ክፈልጥ ዘለዎ ማለት እቲ ሰብ እቲ ከምዚ ፀሊሙኒ ዶ ከምዚ ዝገብር ነይሩ ዶ ብውሽጢ ደው ኢሎም ከምዚ ዝብሉኒ ነይሮም ዶ ገለገለ ኢሉ ምሽ ብኣፉ ዛሪቡ ነይሩ ባዕሉ እህ ስለዚ ነቲ ሰብ እቲ ባዕሉ ሓቂፍዎ ኣሎ ባዕሉ ሒዝዎ ኣሎ ስለዚ እቲ ገበና ትኸውን ዘጸልመኒ ዝነበረ ሰብ ኢሉ ዝዛረቦ ዝነበረስ ሒዝዎ እዩ ዘሎ ንሕና ተሓተቲ ኣይኮናን እዚ ሕጂ ስለዚ እዚ ከምዚ ጸሊሞምኒ ዶ ብዛዕባ ንዓይ ከምዚ ኢሉ ከውድቁ ከምዚ ሰሪሖም ዶ ገለገለ ዘለና ዘኪርኒ ኣይኮን ኣይንፈልጥን ከም ሰብ ኣብ ናይ ቲክቶክ ወላዲተይ ናይ ኣብ ንሱ ቲክቶክ በዓል ሽሙ ዘኪርኒ ኣይንፈልጥን ወላ ኣብ ምሽት ሰዓት ልደት ዕሊ ገለ መለ ወላ ኣብዚ ክንጻወት ኮለና ድዩ ምሻሉ ድኾነ ዓይነት ኣብነሲ ምስ በዓል ሸላ ግርስ ንካታዕ ኢና ወይ ድማ ንማረጽ ኢና ኩስቶ ዶ ሕሸካ ከምዚ መን ከምዚ ናይ ኩስቶ ጠባይ ከምዚ ንኹስቶ ከምዚ ትገብሮ ገለ ገለ ኢልካሲ ነቲኦም ፌመሳት ትጠቕሶም ኢኻ ንዑስ ብጌጋ ከማን ስለካ ዶ ከምዚ ክንዛረብ ኮለናስ ብጌጋስ ተጠቒሰ ኣይፈልጥን እየ ኣነ ሞቶ ረሲዑ ፊሊ ተረሲዑ ስለ ዝነበረ ድዩ ሕጂ ናባና ክመጹ ግድ ረኺብና።

ሓቦ ሓቦ እንታይ ኣሎ? ተኾንኩም ከርግበልኩም ማለት ሲ እስከ እ፣ እዚኣ ተጎሚትኩም ማለት እዩ ማለት ሲ ትፈልጡ ኢኹም ታሪኽ ኤርትራ ጽቡቅ ጌርኩም ተጃሃሪ ሲ መን እዩ ብታሪኽ ስትፈልጥዎ ኢኹም ሲ እሳ እስከ ን ቅድሚ ኣነ ምዝራበይ እስከ ባዕልኹም ተርግብዋ መን እዩ መን እዩ ዝጃሃር ኔሩ ማለት ሲ ብታሪኽ ድዩ ገለ ገለ ን ግልግል ድብል ነበረ መን እዩ እሞ መንግስቲ መን እዩ እሞ መን እዩ እሞ

ጥርዲ ከሎ ደርጊ ደርጊ ደርጊ ናይ ብሓቂ ደርጊ ወላዲተይ ናይ ብሓቂ ደርጊ ቅድሚ ኣምላኽ ረኺብካ
ደርጊ መቃሚ ኣባያ ደርጊ ደርጊ ደርጊ ሂድ ተፀግዕ ሓጂ ደርጊ ብዙሕ ናይ ደርጊ ፈኸራ ዕጅበ የብለናን እዩ ዝኾነ ነገር ክትገብር ትሓስብ ኣለኻ ከኣ ንሆም ኢላ ንሆም ፍረት ማለት እዩ።
የዓፊ ናይ ድሕሪ ዝለሚ ትገደሰሉ
እንታይ ድዩ ኣልዒልክ እዩ ሎምዓንቲ እውን ዓይካ ልዒሉ ማለት እየን ሕቶ ደሪብና ኣይንገደሰሉ ንሱ እንታይ ደሎም ስለ ካፊለ ሓንቲ ነገር ኣስተውዕለላ ንሕና ከምዚ ክንዛረብ ምስኡ ንሱ ኮይኑ ክዛረብ ንሕና ብኡ ክንዛረብ ነቲ ህዝቢ ርእሱ ክንሕሞ ማለት እዩ ክንደይ ፈተውትና ዓበይቲ ኣለዉ ሓቂ ዘረባ ክንደይ ታይ ዝብሃል ኣለዉ ግን ኣነ ንሱ ንስካ ካልእ ስለ ተባኣስና ሓንጎሎም ክንዘሮም ጥራይ እዩ ዘልሎ ባት ያ ክንዲ ጋይስ ሰብ ኣብዚ ፍትሒ ገለ ዝኣኸልካ ትብሉ ኢኻ ኣለኹም ጋእ ፍትሒ ገለ ትብሉ ኣለኹም ንሕና ምስ ፍትሒ ገለ ፐርሰንት ባእሲ ይብልና ተረዲእካ ሕጂ ንሱ ንሱ ንዑ ትዛረቡ ደለ ገለ ፍትሒ እንታይ እሞ ኢሉና ኣይ ጋይስ ዋላ ሓንቲ ኣይበለን ተረዲእኩም ምስ ፍትሒ ዝኾነ ነገር ኣብዚ ናይ ውልቅና ገለ ገለ ብጌም ገለ ተቢልና ዶ ተወዲኣ ካብኣ ብዝተረፈ ግን ድላይትኩም በሃሃሉ ንምንታይ ሓዚልዎ ዘይከይድ ሶስ ሕጂ ንፍትሕ ትገብር ዘላ ምሕብ እያ ደልያ ተረዲእካ ኣይ ፍትሒ ክከላኸለላ ወይ ድማ ፍትሒ መጺኡ ክዛረበላ ገለ እንታይ እሞ ንሕና ሰብ ከይተንከፍናዮ ኣይተንክፈናን እንታይ እሞ ፍትሒ እንታይ ገይረ እንታይ እሞ ብዛዕባ እንታይ ደልዮም ክዛረብ ስለዚስ ሕጂ ንፍትሒ ከልዕል ከሎ ናተይን ፍትሕን ስለ ርክብና ስለ ተብሎ ተረዲእካ ኣሎ ንብሉና ደሓን በዚ ኣጋጣሚ ብጻይ ሰማዕታትና ደሓን ኣገሰልካዬ ምስ ውሕሸካ ኣብ ቲቱ ነይ በላ ደሓን ከምዚ ዕርቂ ዶ ገለ ገለ ደሓን ካይ ትቀርቀር ብዘይ ዓርኪ ስቅ ጥራይ ኢካ ትብዝትካ ስቅ ስቅ ኢልካ እታ ጉዳይካ ትርኢ ነቲ ዝወደሰካ ተመስገን ኣርባዓ ኣርባዕተ ነጥቢ ማለት እዩ ኣርባዕተ ዓመት ሙሉእ ዘኪርካ ዶ ይፈልጥ ሓንቲ መዓልቲ ቢሮ ሰሪሒልካ ዶ ይፈልጥ እ ሓንቲ መዓልቲ በዓል ሰልጠነ ክሓኹራኻ ከለዋ፣ በዓል ሰልጠነ እዚ ቆልዓ እዚ ኢለን ክሃርሙኻ ከለዋ፣ ቢሎ ሰሪሒልካ ዶ ይፈልጥሲ ሕጂ ምስ ቢሊ ተጉሓቢጠ ዘሎ ቢልስ ቢሎ ሰሪሐ ዝዛረበሉ ኔረ ዓንተው ግርማ ትብል ትላይ ፋኣዚ ኣየ ደርጊ ደርቂ ዳዲ ነቶም ደቂ ምልሻ ስርናይ ከምዛ ጌርና እናደናገረት ስርናይ ናሃበት እያ ተኽድዖም ኔራ ልክዕ ኣታ ወዲ ኣታ ታሪኽካ እኹም ኸይዲ እምበር ራይ ደርጊ ስታይ ገብር ነይሩ መሲልኪ ስርናይ ናሃበ ገለ ገለ ነበለ ይወስዶም ነይሩ የኽድዖም ነይሩ ተረዲኪ ፌክ ደርጊ ከኣ ንህልክ ኣብዚኣ ትዩ ኣብዚኣ ቲክቶክ ከኣ ንበዓል ብጻይ ናመንዝዐ ናወደሰ ክስሕቦ ብለልዩ ማለት እዩ
ጀዲዳ ናይ ብጻይ ኣካይዳ ክንርእና ጸገም ትበሃል የብሉን